ሕራይ ሰላም ሰላም ኩልኹም ዛዕባኹም ዝነኣስኩም ኣብ ሙሉእ ዓለም ትርከቡ ኤርትራውያን ፕሊስ ብጃኻትኩም ንእሽተይ ሸር እሞ ንበሎ ቴንክ ዩ ሸር ንበሎ ሸር ንበሎ በጃኹም ከመይ ቀኒኹም ደቂ ዓበይቲ ኩልኹም ብምልእኩም ጀጋኑ ጀጋኑ ደቀይ ኣሕዋተይ መንእሰያት ኩልኹም ከመይ ቀኒኹም ሕጂ ሸር ንበሎ እሞ ብጣዕሚ ኣገዳሲ ዝኾነ መልእኽቲ ኣለኒ ብፍላይ ብፍላይ እቶም መንእሰያት ወይ ተን መንእሰያት ከዓኒ ደቀይ ብምልእኩም ኣቦታት ኣዴታት ይሕዋት ኩሉኹም ማለተይ እዩ ሕጂ ክዛረበሉ ደልየ ደለኹ ሸር ትብልዎ ኣለኹም ዶ ሸር እሞ ንበሎ በጃኹም ሕጂ ዕስራን ሸውዓተን ሰብ ኣሎ እንድሕር ኩለኹም ሸር ኢልኩሞ ናብ ኩሉ ሰብ ክበጽሕ እዩ ምክንያቱ ጠቓሚ ወይ ከዓ ኣገዳስን ህፁፅን ጉዳይን ስለ ዝኾነ ስለዚ በጃኹም ሸር ንበሎ ኩላሃና ሕጂ ከዛረበሉ ደልየ ዘለኹ ብዛዕባ እዚ መንእሰይ መድሃኔ ዝበሃል ኣብ ዓዲ ጥልያን ካብ ሱዳን ኣሲሮም ኣምጺኦሞ ዘለዉ ብዛዕባ ናቱ ህጹጽ ወይ ከኣ ኣገዳሲ ዝኾነ መልእኽቲ ኣሎ ስለዚ ኩሉ መንእሰይ ከኣ ክሰምዖ ክኽእል ኣለዎ ምኽንያቱ ከም ኤርትራውያን ወይ ከኣ ከም ደቂ ሰባት ናይ ሕልና ሰባት ኮይና ንሰባት ክንሕግዝ ባህርያዊን ቅቡልን ስለ ዝኾነ እዩ ስለዚ እዚ ቆልዓ እዚ ካብ ሱዳን ኣሲሮም ካብ ደምጽዎ ዳርጋ ክልተ ዓመት ኮይኑ ዝሓለፈ ሰሙን ኣብ ቤት ፍርዲ ቀሪቡ ነይሩ በዚ ኣጋጣሚ ኣብኡ በዓል ሜሮን ኣይዳ ኪዳነ ከምኡ ውን ካልኦት ኣሕዋትና ውን ተሳቲፎም ነይሮም እዚ ጉዳይ ኣዝዩ ብጣዕሚ ዘሕፍር እየ ሰሚዐ ኣነ ብጣዕሚ ከዓ ሓዚነ ኣብቲ ሓብትና ሰምሃር ዝሰደደቶ ናይ ፔቲሽን ኣብዚኣ ኩላህና ንፈርም እሞ ክሕግዞ ይኽእል እዩ ተባሂሉ ፔቲሽን እውን ወፂኡ ነይሩ እቲ ኣዝዩ ኣዝዩ ዘሕፍረካ ግን ኣብቲ ፔቲሽን 800 ሰባት ጥራሕ ፈሪሞም ሕጂ እንታይ ኢና ንገብር ዘለና በጃኹም ፕሊስ ሓውኻ እንተ ዝኸውን ከ ሓፍትኽ እንተ ትኸውን ከ ዓርክኻ እንተ ዝኸውን ከ ዘመድካ እንተ ዝኸውን ከ እንታይ ምተሰማዓና ንስኻ ንባዕልኻ ወይ ኣነ ወይ ወድኻ ውላድካ እንተ ዝኸውን ከ እንታይ ይስምዓካ ብዘይ ገበሮ ገበን መድሃኔ ሰምሳሪ ካልእ መድሃኔ ተኣሲሩ ዘሎ ከዓ ካልእ ነዚ ከኣ ብዙሓት መንእሰያት ንስደት ክትጓዓዙ ከለኹም ትፈልጥዎን ዝረኣኹሞን ጉዳይ እዩ ስለዚ ክቡራት መንእሰያት ክቡራት ደቀይ ኣዋልድኩም ኣወዳትኩም እቶም ኣቦታት እቶም ኣዴታት ከዓኒ ነዛ ናይ ሓንቲ ሰከንድ ወይ ከዓ ናይ ሓንቲ ደቂቕ ምፍራም ቀላል እያ ሕጂ እውን እቲ ጠበቓ ዝደልዮ ዘሎ ነገራት ክሕብረኩም እየ ኩሉ ኤርትራዊ ኣብዛ ጉዳይ እዚኣ ክተሓባበር ኣለዎ እዚ ናይ ፖለቲካ ጉዳይ ኣይኮነን ደጋፋይን ተቃዋማይን ዝበሃሉ ጉዳይ ኣይኮነን እዚ መንእሰይ እዚ ካብ ሱዳን ብዘይገበሮ ገበን ተጨዊ መፅኡ ኣብ እስር ቤት ጥልያን ይሳቐ ኣሎ ኣብ ኣዝዩ ከቢድ ጭንቀት ኣሎ ስድራ ቤቱ ብምልኦም ኣብ ኣዝዩ ከቢድ ዝኾነ ጭንቀት ኣለዉ ስለዚ ንሕና ከም ሰባት ናይ ሕልና ስራሕ ክንሰርሕ ከም ፍጡራት ደቂ ኣዳም ደቂ ሂዋን ናይ ሕልና ስራሕ ክንሰርሕ ክንክእል ኣለና ስለዚ ሕጂ እውን በጃኹም ፕሊስ እታ ፔቲሽን ኣነ መልሸ ንሰምሃር ዘርግሕያ ክብላ እየ ክዝርግሓ ብጣዕሚ ብዙሕ ሰብ ክፍርመላ ክኽእል ኣለዎ ሓደ ካልኣይ እቲ ጠበቓ እንታይ ይደሊ ኣሎ ዋላ ኣብቲ ቤት ፍርዲ ኣይትምፃእ ዋላ እውን ክትከይድ ኣይትኽኣል ኣብ ንእሽተይ ቪድዮ ጌርካ ስእሊ ናይ ክልቲኦም ኣሎ ኣብዚ ፈይስቡክ ተዘርጊሑ መዓት ስእልታት ኣሎ ናቶም ስእሊ ናይቲ ሰምሳሪ መድሃኔ እዚ መድሃኔ ሰምሳሪ እዩ እዚ መድሃኔ ተኣሲሩ ዘሎ ከዓ እዚ እቲ ነፃ መንእሰይ እዩ ኢልኩም ብቪድዮ እንድሕር ናይ ሰለስተ ደቂቕ ሰሪሕኩም ናባይ ሰዲድኩማ ኣነ ከዓ ናብቶም ዝፅዕሩን ዝጓዩን ዘለዉ ኣሕዋትና ናብኦም ክሰዳ እየ ካብኡ ናብቲ ጠበቓ ዳይረክት ክትበፂሓ እቲ ጠበቓ ከዓኒ ብምሉኡ ከምኡ ቪድዮታት የድልየኒ ኣሎ ስለ ዝበለ ሕጂ እውን በጃኹም ፕሊስ ፕሊስ መንእሰያት ደቀይ ኣዋልድኩም ኣወዳትኩም ኣቦታት ኣዴታት ይሕዋተይ ከዓ ፕሊስ በጃኹም ነዚ መንእሰይ ነድሕኖ ምክንያቱ እዚ ናይ ሕልና ስራሕ እዩ ስለዚ ኣብዚኣ ዓባይ ስራሕ ክንሰርሕ ንፈትን ኣብዚኣ እንድሕር ተዓዊትና ዓባይ ስራሕ ሰሪሕና ናይ ሕልና ዓጋበት ክንረክብ ኢና ስለዚ ንዝተወፅዐ ንዝተሸገረ ንዘሎ ብሂወት እሞ ኣብ እስር ቤት ዝሳቐ ዘሎ መንእሰይ ምሕጋዝ ገበን ኣይኮነን እዚ ፍትሒ እዩ እዚ ናይ ሕልና ርህራሄ እዩ እዚ እቲ ናይ ብሓቂ ወዲ ሰብ ከብለካ ዝኽእል ነገር እዩ ስለዚ በጃኹም ፕሊስ እዚ መድሃኔ እቲ ሰምሳሪ እዚ እዩ ኢልኩም እዚ ከኣ እቲ መድሃኔ ዝበሃል ብዘይ ኮነ ተኣሲሩ ዘሎ ኢልኩም ሳይን ጌርኩም ኣብ ቪድዮ ጌርኩም ስደዱልና ፕሊስ እቶም ትፈልጥዎ መንእሰያት እተን ትፈልጥዎ መንእሰያት ስለዚ ካሜራ ቪድዮ ጌርካ ስኢልካ ቮይስ ናትካ ድምፂ ጌርካ ምስዳድ እሞ ንሓቂ ምምስካር ገበን ኣይኮነን ገበን ዝበሃል ሓቂ ዘይኮነ ንሓደ ዓማጺ ዓማጺ ኣይኮነን ክትብሎ ከለኻ እዩ። ንሓ- ንሓደ ዝተዓመጸ ሰብ ግን እዚ ሰብ እዚ ተዓሚጹ እዩ ኢልካ ምምስካር ንባዕሉ ሓደ ዓቢ ናይ ሕልና ዓጋበት እዩ። ሓቂ ምምስካር ከዓ ሓቀኘናትካን ሰብኣውነትካን ዝግልጽ እዩ። ስለዚ ፕሊስ በጃኹም በዚኣ ነዚ መንእሰይ ንተሓባበሮ። ሸሞንተ ሚእቲ ሰብ ጥራሕ ኣብ ፔቲሽን ፈሪሞም ክበሃል ናይ ብሓቂ ሕስረት እዩ። እዚ ናይ ብሓቂ ይደሕፍረካ ምክንያቱ ክንደይ ኣእላፍ ኤርትራውያን ኢና ዘለና ኣብዚ ኤሮጳ ምሉእ ዋላ ኣሜሪካ ሃሉ ካናዳ ሃሉ ኣውስትራያ ሃሉ ብዘየገድስ እቲ ኤርትራዊ ሕልናኻን እቲ ሰብኣዊ ሕልናኻን ክትገብር ክትክእል ኣለካ ፖለቲካዊ ጸግዒ ከይወሰድካ እዚ መንእሰይ እዚ ካብ ሱዳን ተጨዊ እዩ መፅኢ ዘሎ ሰምሳሪ ኣይኮነን መድሃኔ ንሱ ይኮነን መድሃኔ ካልእ መድሃኔ እዩ ስለዚ ፕሊስ በጃኹም ፕሊስ በጃኹም ዞም ደቀይ ኩልኹም ቶም መንእሰያት እቶም ኣቦታት ኣዴታት ከኣኒ በጃኻትኩም ልክዕ ከም ወድኹም ከም ኣካል ደቅኹም እሞ ረእይዎ እዚ መንእሰይ እዚ ኣብ ደቅኹም ወሪዱ ነይሩ ተዝኸውን እዚ ጉዳይ እዚ እንታይ ምተሰማዕኩም ኣብ ከምኡ ጠሊቕኩም ተሓሳብ ረእይዎ ኣብ ከምኡ ጠሊቕክን ተን ኣዴታት ከዓኒ ናይ ኣደ ስራሕ ስራሓ በጃኹም ፕሊስ እዚኣ ናይ ሰለስተ ደቂቕ ኣርባዕተ ደቂቕ ስራሓ ስለዚ በዛ ጉዳይ እዚኣ ዕውታት ክንከውን ምእንቲ ማርያም ትስማዕኩም በጃኹም ፕሊስ በጃኹም እንዳበልካ ናይ ሰለስተ ደቂቕ ንኻልእ ክንፃረፍ ንኻልእ ክንፅዕፍ ንኻልእ ሃለውለው ክንብል ኣብ ፌስቡክ መዓት ነገር ኢና ንርኢ ነዚ ዓባይ ነገር ግን ቁም ነገር ዘለዋ እሞ ሕልናኻ ተዕግብ እሞ ንሓደ መንእሰይ ሂወት ዘለዎ ፍጡር መንእሰይ ከማኻ ንፋስ ደገ ንኽረክብ ትንፋስ ንኽረክብን ናይ ሕልና ዕጋበት ንኽረክብን ሂወቱ እውን ብግቡእ ንኽመርሕን ምትሕግጋዝ እዚኣ እታ ዝዓበየት ነገር ካብዚኣ ትዓቢ ነገር የላን ሙሉእ ስድራ ቤቱ ኣብ ጭንቀት ሙሉእ ቤተሰቡ ኣብ ጭንቀት እቶም ካልኦት ኤርትራውያን ናይ ሕልና ሰባት እውን ኣብ ጭንቀት ኢና ዘለና ኩላህና ስለዚ ነዚኣ ክንገብር ፕሊስ በጃኻትኩም ንተሓባበር እዛ ዝበልኩም ጌርኩም ናባይ ስደድዋ ኣነ ክጅምራ እየ ኣብ ፌስቡክ ክዝርግሓ እየ ክርእየኩም እየ ከምኣ ጌርኩም ሽዑ ንስኻትኩም ከኣ ናባይ እሞ ስደዱዋ ኣብ ኢንቦክስ ናተይ ኣነ ከኣ ናብቶም ዝጎዩ ወይ ዝጽዕሩ ዘለዉ ሰባት ክሰዳ እየ ዳይረክት ናብቲ ጠበቓ ከም ትበጽሕ እቲ ጠበቓ ከኣ በቲ ተታሒዙሉ ዘሎ ቆጸራ መሰረት ብኡ እቲ ቪድዮታት ብምሉኡ ኣብኡ ከቕርቦ እዩ ስለዚ እዚ ዓቢ ሓይሊ ዓቢ ድርዒ ስለ ዝሕግዞ ብከምዚኣ ዓቕምና ንሓግዝ ካልእ እውን ኣነ ክኸይድ ይኽእል እየ ኣብኡ ከይደ ክምስክር ይኽእል እየ ኣነ ፅቡቅ ገይረ እየ ዝፈልጦ ግን ዓቕሚ የብለይን ናብኡ ክኸይድ ዝብል ሰብ ድሕር ኣልዩ እውን ክንተሓጋገዝ ንኽእል ኢና ምክንያቱ ህይወት ናይ ሰብ ከነድሕን ሓደ ሰብ ኩሉ ግዜ ክብረት ካብ ነብስኻ እዩ ዝጅመር ካብ ሓደ ይጅመር እንድሕር ምእንቲ ህዝብናን ምእንቲ መንእሰያትናን ምእንቲ ደቅናን ምእንቲ ደቂ ደቅናን ምእንቲ ውሉድ ወለዶታትናን ንሓስብን ንፅዕርን ኮይና እዚ ሓደ ኣካል ናይቲ ሕብረተሰብና እዩ ሓደ ኣካል ናይቲ ስድራ ቤትና እዩ ሓደ ኣካል ናይታ ኤርትራ ንብላ ዘለና ሃገር ሓደ ኣካል ናታ እዩ እዚ ሰብ እዚ ካብ እስር ቤት ወፂ ፅባሕ ንግሆ መን ይፈልጥ ፕሮፌሰር ይኸውን ዶክተር ይኸውን ኢንጂነር ይኸውን ካልእ ነገር ክሰርሕ እውን ይኽእል ይኸውን ተኣምር እውን ክሰርሕ ይኽእል ይኸውን እዚ መንእሰይ እዚ ስለዚ ፕሊስ በጃኹም ኣብዛ ጉዳይ እዚኣ ንተሓባበር ካብ ኣቦኹም ነቶም መንእሰያት ግርማይ ነቶም መሳቶይ ከዓ ካብ ሓውኹም ግርማይ ካብ ሓውኽን ግርማይ ፕሊስ በጃኹም ብከምዚኣ መልእኽተይ የሕልፍ ሸር በልዎ ኩላህና ከዓኒ ናብዛ ጉዳይ እዚኣ ዕቱብ ዝኾነ ስራሕ ናይ ሓሙሽተ ደቂቕ ስራሕ ኣብዚኣ ንተሓጋገዝ ክብረት ይሃብኩም የቐኒየለይ ከቢርኩም ንበሩ ኩልኹም ኤርትራውያን ኣሕዋተይን ኣሓተይን ቴንክ ዩ